ኩራ ባሕሪ ረሳታት ኤርትራውያን ኣብ ውሽጢ ከርስኻ ንምህላው እናተቓለሱ ኣብቲ ዓቕሊ ጽበት ጥቓ ሕልፈት ትንፋስ ጠቂ ናባኻ ምንጋዶም እቲ ጨካን ስርዓት ምዃኑ ገለ ደየውግዑኻን

ድምፂ ካስመ ሳህራ ምስቶም ሕሰብ ዓርዒርዎም ዝፈትዎ ህዝቦምን ሃገሮምን ራሕሪሖም ብሃሰሰ ለባም እግሮም ናብ ዝመርሖም ሃፂሎም ዝመፁኻ ኤርትራውያን ኣብ ኢድቶም ፍጥረት ሰብ ዘይብሎም ኣብ ንግዲ ደቂ ሰባት ዝተዋፈሩ መሓውራት ስርዓት ህግደፍ ተኣሲሮም ብበትርን ክቕጥቀጡ ብሓውን ክልብለቡ ናውቲ ኣካላቶም ክውሰድ ከሎሲ እቲ ሓቂ ነጊሮምኻ እዮም Ugh. እሞ ሃየ ውግዓና ህቦብላ ዶረና ተሸኪሙ ሓዊ እናተፈአ ዝተቐዝፈ ህይወቶም ኣውራጃ ሃይማኖት ዓለትን ብሄርን ሓቲትካ ዝወሰድካዮን ዘድሓንካዮን ተነይሩሲ ምስክርነትካ ምደለኹ ምስክርነትካ ምደለኹ እንዳ ሳራ ኣይትገላብጥዎ
ዋላ ኩሉ ሓደ ዓይነት ቃንዛ ይሃልዎ እቲ ሓቂ ግን ብቐደም ተኸተል እዩ ክዝንቶ ዝግባእ
ክልእ ስቕ በሊ ንሕሰምን ቃንዛን ደኣ እንታይ ምቅንጃው ደልዩ ኩሉ ኣይፋሉ
ኣይፋሉ ዘጢላ ኣይትግናሓያ እስኪ ድምፃ ዝፈጥረለይ ገዚፍ ደንጎላ ባሕሪ ከብደ ጦብላሕ ሕንክብል ይፍለጠኒ ኣሎ ጦብላሕ ሕንክብል ይፍለጠኒ ኣሎ ኩሉ ኣስተንውኒውዎ ግበሪ ደኣ ግበሪ እስኪ ዋዕረ ቅፅል እስኪ
ኣያ ዘንጢላ ስቕታ ዝወሓጦም እምበር ስቕታ ዘድሓኖም ክንደየናይ ከይህሉ ንወጽዓና ስቕ ምባል ደኣ ከይከውን ንዱያትን ዑኑዳትን ገይሩ ግዳይ ስርዓት ህግደፍ ዝገበረና። በጃኹም ሓቂ ኑግሰ ደሓር ከኣ ንቶም ንሓዋሩ ስቕ ዝበሉ ኢኹም ንባሕርን ንሳህራን ምስክርነት ትሓቱ ዘለኹም።
ሕራይ እስከ በሊ ግበሪ ኣንቲ ዋዕሮ ጓለይ ቀፅል እስከ በሊ ሕራይ ሕቶና ካብ በረኻታት ዓድና እዩ ዝጅምር ካብቲ ብደብ ኣሳቢቦም ዝዓረድሉ ድፋዓት በረኻ ዓደይ ብተመልከተለይ ዝሓለፈ ህይወት ብጥይት ተመልዒሱ ከም ዝወደቐ ገረብ ጎሲሶም ምስ ገበታ ደሙ ኣብ መዳጎነታት ደጒኖም ትሊኽ ንትብል ትንፋሱ ቀጥቂጦም ሓቂ ዘይብሎም ሓቂ ዝጽበዩኸ ናበይ ጓሲኹሞም?
ሓቂ ከዲኺ ዋዕሮ ግርም እኮ ኣለኺ ግን ትኾነ ስኽውን ዋ ቃንዛ ክዝኽርኽን እምበር ቅድሚኡ ዝበሃል ገዲፍኪ ኢኺ ክንደይ ኣሎ ቅድሚኡ ዝበሃል ክንደይ ኣሎ ዝበሃል ገዲፍኪ ኢኺ ኣንታ እንታይ ወሪዱካ ለውጥ ዲኻ ሓሚምካ ንድሕሪት ምውዳቕ ፋይዳ ይብሉ ናይ ሕጂ እንዶ ንግብር በጃኹ ሕሰብና ኣሎ ኣፈውፂ ባዕሉ ዝዛረብ ዘሎ ትም ሰባት ኣብ ገዛእ ቤቱ ሓሲብካ ተባሂሉ ኣደራዕን ግፍዕን ዝወረዶን ሃለዋት ዘይፍለጥ እንከ ክብል ኢለ እምበር ዋዕ እወ እቲ ወግዒ ደኣ ህላውነትና ንቐድመሉ ክኸውን ይግባእ እወ ግርመ ኣለኻ ንሰይ ዝቕድም ምቕዳም ስወይ ጠፈና
ግርም ገበርኩም ኣያ ብላታ ቃንዛታትና ሕድሒዱ ተራፂሙ ሓደ ዓብዪ ማዕበል ወሊዱስ መልሲ ሕሰምና እንርከበሉ ጎደና ዘበላሽዉ ሰብ ጻዕዳ ነጸላ ሳብ ዓብዪ ስልጣን እውን ኣይንዘንግዕ እንተቲ ኣያ ዘንጢላ ንቕድሚት ንውደቕ ዝበልኩሞ ግን ዛዕባና ንሱ እዩ ስምዑን እንደ ግዳ ሕረ ግበር እስከ ሕረ ግበር ዋዕሮ ጓል ግበር እስኪ እዚ ብብርጌድ ንሓመዱ ዝፍለጥ ሰማያዊ ሳውራ እንታይ እዩ ታርጌቱ
እን ብለታ ኣኒ እን ብለታ ኣኒ እንት እንታይ ረኺቡ ከንቲ ውለ እዚ ኩሉ ዋዕሪ እናበላኪ ቁሩብ ብዛዕባ ይኮና እንድና ንዕሊ ዘለና እንታይ እዩ ታርጌትና ገዲፍክስ እንታይ እዩ ታርጌቱ ነውሪ ኣይበሃልን እኮ
ጓል መገዲ ሕደገ ብላታ ፅፁይ ጎደና ሒዝና ክንጓዓዝ ስኺሉ ዝርየና ፀላኢ ከምዘየለ ክንፈልጥ ይግባእ። ስለዚ እንታይ ንምባል ኢኹም? ኣያ ዘንጢላ
ጽንሖ ወድእኒ ታወኽ ዝፈጠሮ ዝኸድናዮ ቃልሲ ሸንኮለል ኣቢልና እዩ እዚ ተላዒሉ ዘሎ ማዕበል ሓንትን ቅድዕትን ታርጌት እያ ዘላቶ ንሳ ኸኣ ንስርዓት ህግደፍ ኣብ ደገን ኣብ ውሽጢ ዓድን ምሒኻ ስርዓተ ሕጊ ምትካልኡ ዋዕረጓለ ሕጂ እውን ተዘላትና ደድበለቱ ሰባት ሕጂ እውን ቁሩብ እንዶ ቁሩብ እንዶ ንላዘብ እቲ ምንጽጻልና እኮ ንጸልኦ ኣለኹ እቲ በበይንኻ ምዃኑ እኮ ፍረ የምጽኣልናን እኮ ይኣኽለና ተነጻጺልና ዝደኸምናዮ እቱም ሰባት ቁሩብ ጥምር እንዶ ንበል ከም ማእዶ ኣብ ሓደ እንዶ ኮይንና እንዶ ሓደ ዕዮ ንዕየ ሕቶ ይትትሎ ነዛ ኣያ ዘንጢላ ዝበልኩማ ንምትግባር ዘይንሓብረሉ ምኽንያት የልቦን
ኦይ ዘይደሓብረሉ ምክንያት የልቦ እንደልኪ ምህላውሲ ኣለባ ዋዕሮ ጋለይ
ኣነ ብላታ ኣነ ኣንተ እንታይ ንወዲድካ እንታይ እዩ ዝህልኸ ወለከ
ኣውራጃ ሃይማኖት ብሄር ዝብሉ ብዓብኡ ከዓ ሰላምና ዝዘመሩ ንሰላምና ዝዘርጉ ኣብ ውሽጥና ዝተዓስወታ ነዚኦም ዶ ምልላይ ስኢንካዮ?
ነዚኦም ሓንትን ዝቐለለትን እያ መድሃኒቶም። ንምፍልላይና ዝግበር ጸቢብነትን ውዲትን ስርዓት ህግደፍ ሓቢርና እምቢ ምባሎም ጥራይ እያ።
ግርም ገበርኪ ናይ ብሓቂ ጽቡቕ ኣለኹ ዋዕሮ ጓለይ ናይ ብሓቂ ዋዕሮ ርኢ ከለኺ ንጸቢብን ውድቑን ስነ ሓሳብ ህግደፍ ነዚ ርኹስ ዝኾነ ስነ ሓሳብ ናይ ዝርጉም ስርዓት